ሰላም ሰላም ተኸታተልቲ ናዚ ቻነል ከመይ ቀኒኹም ኣብ ዘለኹሞ ሰላምን ጥዕናን እምነየልኩም እምበኣር ኣብ ዝሓለፈ ብዛዕባ ትሬድ ኢንቱ ዋንቱን ብዛዕባ ኢተሮን ከመይ ጌርኩም ብቕል ዝበለ ስቶክስ ትገዝኡን ትሸጡን መግለጺ ሂበ ነይረ ኣዝዩ ኣገዳሲ እዩ ማለት ኩሉ እቲ ኮንሰፕት ሓሳባት እንተ ተረዲኡካ እቲ ዝዓበየ ነገር እንታይ እዩ ምስ ገንዘብ ዝተተሓሓዘ ክትገዝእን ክሸይጥን ከለኻ ዝሸጥካዮኸ ከመይ ጌርካ ገንዘብካ ተውጽኦ ዝብል ትምህርቲ እዩ። ስለዚ ናይ ሎሚ እምበኣር ኣብ ዝሓለፈ ዝጎደለ ሎሚ ንምመላእ ኣገዳሲ ዝኾነ ናይ ቲረይሪንቱ ዋንቱ ትጥቀሙ ብፍላይ ኣብ ዩሮብ ዘለኹም ከመይ ጌርኩም ዝገዛእኩሞ ወይ ዝሸጥኩሞ ከመይ ጌርኩም ናብ ባንክኹም ትገንዘብኩም ተሕልፍዎ ኣገዳሲ ዝኾነ ትምህርቲ ሒዘልኩም መጽየ ዘለኹ ክሳብ መወዳእታ ክትከታተልዋ ይዕድመኩም የቐንየለይ። ኣብ ዝላኣክ ናትራ ትሬዲን ትዋንቱ ኣክቸሊ ኣብ ኣብ ኬደ ብከመይ ተውርድዋ ከርእየኩም እየ ሓደስቲ እንተኮንኩም ወይ ዘይራኩም ኣንተኮንኩም ክሳብ ሕጂ ማለት እዩ ሶ ኣብዚ ትሬዲንግ ትዋንቱ ኢልኩም እንተጽሒፍኩም ቀዳመይቲ ላትኩም ሶ ምርጫ ኣለኩም ናተይ ኦፕን ዝብል ዘለኒ ወይ ቀዳመይቲ ወይ ካልኣይቲ ላትኩም ኣብዚ ትሬዲንግ ትዋንቱ ኢቲኤፍ ፎሬክስ ስቶክስ ጎልድ ገለ ትሬድ ክትገብረሉ ትክእል ትብል ምርጫ ማለት እዩ ሕጂ ኣነ ግን ኦፕን ምባልያ ተድልየኒ ምክንያቱ ስለ ዘላ ኦረዲ ማለት እዩ So open ኢለያ ኣለኹ እታ ትሬዲንግ ትዋንቱ ኣብቲ ኣፕሊኬሽን ከተውርድዎ ትኽእሉ ኢኹም። ኣብዚ እንታይ የርእየኒ ኣሎ መጀመርያ ሆም ምስ ከድኩ እዚኣ ኣገዳሲት እያ ከምዘይኮነት ፓይ ትብል ማለት እዩ ገንዘብ ኣርብዓን ትሽዓተን እዩ ዘለካ እቲ ፖርቶፎልዮ ግን ዜሮ ትብለኒ ኣላ እንተሪእናዮ ኣብዚ ናተይ ቫልዩ ኣርብዓን ትሽዓተን ኣነ ሕጂ ብዙሕ ኣይጥቀመሉን እዚ ኣብቲ ኣይሳ ስለ ዝጥቀም ከሪኦኩም እየ ፍሪ ፋንድ ከባቢ ሓምሳ ቅርሺ ኣለኒ ክገዝኣሉን ክሸጥሉን ዝኽእል ዲፖዚትን ክገብር እየ ክሕልፍ እየ ገንዘብ መጠን ንዓኹም ሞር ርድኢት ንክትገብሩ ካልኣይቲ ትሬዲንግ ትዋንቱ ሲኤፍዲ ትብላ ኣላ ኮንትራክት ፎር ዲፈረንስ ተጠንቀቑ እዚኣ ንትዮም ቁርብ ኣፍልጦ ዘለዎም ሰባት እዮም ሜቢ ኣብ ቀፃሊ ቪድዮ ሪከርድ ክገብረልኩም ኢና ዓዓ እምበር ብዙሕ ኤክስፐሪንስ ዘለዎ ሰብ ጥራይ ክጥቀመላ ዝኽእል ምክንያቱ ብልቃሕን ገለን ኢንቨስት ክትገብር ስለ ትኽእል ሳልሰይቲ ኣይሳ ትብል እያ ዩኬ ኣብ ኢንግላንድ ዘለኹም እንተኮይንኩም ብዛዕባ ኣይሳ መግለፂ ሂበ ስለ ዘለኹ ኣዝያ ኣገዳሲት እያ ኣብ ታሕቲ ዲስክሪፕሽን ክገድፈልኩም እየ ንዓ ሪኢኹም ነዚኣ ተመሊስኩም ክትሪእዋ ይምሕጸነኩም ናይ ዩሮፕ ኩልና ጀርመኒ ስዊዘርላንድ ሆላንድ ዘለና ግን ትሪድንት ዋንቱ ክንጥቀም ከም ንኽእል ኣብ ዝሓለፈ እኳ ገሊጸ እንተነበርኩ ሕጂ ከኣ ሞር ተወሳኺ ከመይ ጌርኩም ዲፖዚት ትገብሩን ከመይ ጌርኩም ተውጽዎን ከርእየኩም እየ ሶ ሳትሰይቲ ዘላ ሰርች እያ ትብ ዘላ እንታይ ደልየ ኣነ ሰርች ክገብሮ ክእል እየ ዝደለኹዎ መጀመርያ ግን ኣብ ለና ተለ ማይክሮሶፍት ደሊና ኣፕል ቲም ፍሉጣት ዝኾነ ሳብ ዝለዋ ቫንጋርድ ኢኻ ደሊኻ ተስላ ዲኻ ደሊኻ ኩሉ ኣለና ሶ ኣፕል እንተልያ ንኣብነት ባይ ክብላ እኽእል እየ ግን ማርኬት ዕጹው እዩ ዘሎ ኣት ክሎዝ ትብለኒ ኣላ ሚእትን ሰብዓን ኣርባዕተን ገለ ከባቢ ሚእቲ ሰብዓን ሓሙሽተን ኣለና ሓንቲ ሼር ብዶላር ማለት እዩ ባይ ክብላ እየ ባይ ክብላ እንተኮይነ ሕጂ ሓንቲ ሼር ክብላ እንተኮይነ ኣብነት ኣይኣኽለኒ እቲ ገንዘብ እንታይ ዳ ፍርቂ ሼርስ ክገዝእ እኽእል እየ ወይ ዜሮ ነጥቢ ሓደ ሼር ዜሮ ነጥቢ ሓደ ክገዝእ እኽእል እየ ብዓሰርተ ኣርባዕተ ቅርሺ ሂበ ማለት እዩ ሪቪው እንተይለዮ ባይ ኢለያ ኣለኹ ግዜ ኢለያ ኣለኹ ማለት እዩ ሰብ ዝብል ምርጫ የብለይን ኣብዚ ክሸየጥ ኣይከልኒ ምክንያቱ ገዛእ ክወ ስለ ዘይብለይ ሕጂ ብዚ ማርኬት ዕጽው ስለ ዝኾነ ናይ ዩኤስኤ ኣብዛ ግዜ እዚኣ ከባቢ ፋዱስን ኣርብዓን ሓሙሽተን ዘሎ ርብዒ ጎደና ሓደ ዘሎ ኣብ ዩከይ ኢንግላንድ እዚኣ ሪከርድ ገብራ ከለኹ ሶ ማርኬት እንታይ ኮይኑ ኣሎ ፐንዲን ኦርደር ትብልንላ እቲ ኦርደር ገይረ ዘለኹ ሰዓቱ ምስ ተኸፈተ ጥራይ ክትሸጥ ክትግዛኣለይ ትኽእል ማለት እዩ ሶ ማርኬት ሚእትን ሰብዓን ኣርባዕተን ስለ ዘሎ ሕጂ ሚእትን ሰብዓን ኣርባዕተን ክትከውን እያ ማለት ኣይኮነን ሚእትን ሰማንያን ክትከውን ትኽእል እያ ሚእትን ስሳን ክትከውን ትኽእል እያ ከም ዕዳጋ ማለት እዩ ፕሪማርኬት ዝበሃል ኣሎ ኣብዚ ንሪኦ ኣለና ዝገዝኡን ዝሸጡን ኣለዉ ፕሪማርኬት ብፍላይ ኣብቲ ናይ ሲኤፍዲ ማለት እዩ ሕጂ ነዚኣ ካንስል ክገብረ እየ ኣብ ድሌተይ ሰዓት ባዕሊ ምግዛእ ይሓይሽ ኢለ ማለት እዩ ሶ ካንስል ኢለ ኣለኹ ኖርማል እቲ ገንዘበይ ተመሊስለይ ኣለዎ ሶ ብከምኡ ዓይነት መገዲ ክንገዝእን ክንሸይጥን ንኽእል ኢና ክንሸይጥ እኳ ክሪኦኩም እዩ ኦፍኮርስ ማርኬት ክፉት ዝኾነ ናይ ኢንግላንድ ክፉት ስለ ዝኾነ ናይ ኢንግላንድ ካምፓኒ ክገዝ እየ ቅድሚያ ግን ከመይ ጌርኩም ገንዘብ ዲፖዚት ትገብሩ ወይ ከዓ ተሕልፉ እየ ከርእየኩም ሶ ኣብ ላዕሊ እንተርኢና እዚ 49 ትብል ሚእቲ ቅርሺ ክሕልፈለይ ኣነ መታን ሞር ርድኢት ንክትገብሩ ንስኩም ዲፖዚት ፋንድ ክብላ እየ ሕጂ ምርጫታት ኣለና ኣብዚ ተደልየ ብታሕቲ ክጅምር እየ ብፔይፓል ብኣፕል ፔይ ክኸፍል እኽእል እየ ብክሬዲት ካርድ ወይ ደቢት ካርድ ክኸፍል እኽእል እየ እዚ ግን ክሳብ ክልተ ሽሕ ፓውንድ ዝኸውን ጥራይ እምበር ብድሕሪኡ 0.7 ፐርሰንት ቻርጅ ክገብሩን እዮም እንታይ ማለት እዩ ሰብዓ ሳንቲም ካብ ሚእቲ ወይ ከዓ ካብ ሽሕ ሸውዓተ ቅርሺ ክወስድሉ እዮም ማለት እዩ ኣይዋፃእንን እዩ So እንታይ ኣማራጺ ኣለኒ ኣብዚ ኢንስታንት ባንክ ትራንስፈር ትብል እንተሃልያትኩም ኣማራጺ ጽቡቕ ዝበዛሕኩም ግን ኣይክህልወኩም እታ ምርጫ so እንታይ ክትገብሩ ኢኹም ባንክ ትራንስፈር ትብል ባንክ ትራንስፈር ክትብልዋ ኢኹም ሕጂ እዚ ኣካውንት ነምበርን ሶርት ኮድ ንብል ኣሎ ኣብ ዩኬ ኣለና ኣብ በዓል ሆላንድ ዘይብልኩም ክትኮኑ ትኽእሉ ኢኹም ኣካውንት ነምበር ሰንታ ክትብሉ ኢኹም ኢንተር ኢቫን ክንብላ ኢና ማለት እዩ ኢቫን ናምበር ሕጂ ናትኩም ትፈልጥዎ ኢኹም ንኣብነት ናይ ኔዘርላንድ ሆላንድ ኤንኢ ጀሚርኩም ኢኹም ትኸዱ ናይ ኢንግላንድ ኮይኑ ጂቢ ግሬት ብሪትን ማለት እዩ ናይ ጀርመን እንተኾይኑ ከኣ G ኢልና እቲ ኩሉ ቁጽርታት ምስ ኣእተናዮ of course confirm እንተኢልናያ ከተሕልፈና ትኽእል እያ ኣነ ግን በጥቕልል ዝበለ instant bank transfer እየ ዝጥቀም so instant bank transfer ኣብ ሰዓታ ከሕልፉለይ ይኽእሉ እዮም ምኽንያቱ እታ bank transfer ትብል እታ ካልኣይቲ ዘላ ክሳብ ክልተ መዓልቲ ክትወስድ ስለ ትኽእል ገንዘብካ ንክሓልፍ ክልተ መዓልቲ እዩ ዝብል ግን ኣብ ውሽጢ ሓደ መዓልቲ እዩ ዝሓልፍ so instant bank transfer እንተኢለያ ኣብዚ ናይ ክንደይ ደልየ ኣነ ሚእቲ ክብላ እያ ሚእቲ የክለኒ እየ ንሕጂ ማለት ምክንያቱ ኣብ ኣይሲ ኣየ ዝጥቀም ኣነ ኣብዚ ኣየ ኣብዚ ኣይጥቀምን እየ ኖርማል ሶ ፔይ ክብላ እያ ነዚኣ ሪዳይሬክት ትገብረኒ እያ ሶ እቲ ገንዘብ ክሕልፎ እየ ማለት እዩ ሶ ምስ ኣሕለፍኳ እታ ሚእቲ ዲፖዚት ሳክሰስፉል ኢላ ኢሜል ሰይዶምለይ ኣለዉ ኦፐን ክብላ እታ ትሬዲንግ ትወንቲ እቲ ኣፕሊኬሽን ማለት እዩ ዲፖዚት ሳክሰስፉል ዕዉት ከም ዝኾነት ነግረኒ ኣላ ዳን ክብላ ኢየ so ገንዘብ ክንደይ ኮይኑ ኢላ ኣብዚ ሚኢትን ኣርባዓን ትሽዓተን ሱሳን ትሽዓተን ሳንቲም ኣሎ ሚኢትን ሓምሳን ክንብል ኢና ቁጽሪ ክጥዕመልና ሚኢትን ሓምሳን ኣሎ እንተኮነ ግን ፖርቶፎልዮ ዜሮ ይብለን ኣሎ ብሓንቲ ገንዘብ ስለ ዘይገዛእኩ ማለት ኢዩ stocks እዚ ፖርቶፎልዮ እዚ empty ማለት ጥርሑ ኢዩ ዘሎ ስለዚ ከመይ ጌርኩም ትገዝኡን ክትሸጡን የከሪኤኩም ኣብ ላዕሊ እንተሪኢናዮ ከኣ ልክዕኩም ኣብዚ ሚእትን ሓምሳን ኣለኒ ኣብዚ ፖርቶፎልዮ ዜሮ ብል ኣሎ ኣብቲ ፍሪ ፋንድስ እንተ ኢለ ከኣ እዚ ሓድሽ ዘተኣታተውዎ እዪ ንኣብነት ግሪተር ብሪት ብ ፓውንድ እንተቐሚጡ እዮ ክሳብ ክልተ ፐርሰንት ንዓመት ክህቦን ይኽእሉ እዮም ነቲ ካሽ ጥራይ ማለት እዩ ፍሪ እንተኾይኑ ዶላር እንተኾይኑ ከኣ ክልተን ዕስራን ሓሙሽተን ኣብኡ ከቕምጥ ይኽእል እየ ናይ ካልእ ትምህርቲ እዩ ንሱ ግን ሕጂ ብኸመይ ክትገዝኡ ትኽእሉ ነዚ ሚእትን ሓምሳን ዘለንስ ከመይ ገይረ ክገዝእ እኽእል ሰርች ገይረ ናይ ኢንግላንድ ካምፓኒ ንኣብነት ቴስኮ ኢለ ክጽሕፍ እየ ኣብዚ ቴስኮ ኢለ ክጽሕፍ ይኽእል እየ ብምልእታ እታ ስማ ወይ ከኣ TSCO ትብል ሲምቦል ቴስኮ ሕጂ ናይ UK ካምፓኒ ኢንግላንድ ካምፓኒ እያ ትኾን ዘላ ኣብ ሎንደን ስቶክ ኤክስቼንጅ ኣላ ሎጎ ስለ ዘለና ግን ብዙሕ ጸገም የብሉን ኣብኡ ቴስኮ ክጥውቕ እየ ባይ እምበር ሰላ የብለኒ ምክንያቱ ዝገዛእ ኮ ስለ ዘይብለይ ባይ ንበል ሓንቲ ክንገዝእ ኢና ብተወሳኺ ግን ኣብዚ እንተሪእናያ 270 ትብለና ኣላ ፒ ምልክት ኣሎ ፐንስ ማለት እዩ ክልተ ሚእትን ሰብዓን ዘይኮነ ክልተ ቅርሽን ሰብዓን እዩ ዝኮን ዘሎ ክልተ ቅርሽን ሰብዓ ሳንቲምን እዩ ዝኮን ዘሎ ድሓን ብዙሕ ኮንፊዝ ኣይትኩኑ ዝበዝሕ ንገዞ በዓል ቴስላ በዓል ኣፕል ስለ ዝኮነ ብዶላር እዩ ጽሑፍ ዘሎ ሶ ባይ ክብላ እየ ኣብዚ ክንደይ ሼር ክገዝ ዝደልየ ኣብነት ዓሰርተ ሼር እንተልየ ዕስራን ሸውዓተን ቅርሺ ከኽፍሉኒ እዮም ኣብላ ይሕብረና ኣሎ ማለት እዩ ምክንያቱ ክልተን ሰብዓን ብዓሰርተ ዕስራን ሸውዓተን ስለ ዝኾነ ሚእት እንተደልየ ክልተ ሚእት ሰብዓን ሓደን እኹል ገንዘብ የብልካን ትብለኒ ኣላ ዓሰርተ ሕጂ ሪቪው ኦርደር ኢለ ሰንድ ባይ ኦርደር ክብለ እየ ዓሰርተ ሼርስ ወይ ከዓ ዓሰርተ ብርኪ ክትገዝኣለይ እያ ማለት ሕጂ ሰብ መፅያ ክሸጦ ክእል እየ ገዚኤ ስለ ዘለኹ ክገዝእ ክእል እየ ተወሳኺ ተደልየ ባይ ክብላ እየ ክደግመሉ ተደልየ ወይ ዓሰርተ ተወሳኺ ወይ ዕስራ ተወሳኺ እንተደልየ ክሸጦ ተደልየ ከዓ ሰል ክብላ እየ ማለት እዩ ኣብዚ ፖርቶፎሊዮ እንተኸይና እንታይ ኣለና ኣብዚ ርእዎ ቴስኮ ዕስራን ሸውዓተን ቅርሺ ከምዝገዛእኩ ተርእየና ኣላ። ኢንቨስትመንት ናተይ ዕስራን ሸውዓተን ከም ኢንቨስትድ ከምዝኾነ ከምዝተዋፈረ ትነግረኒ ኣላ። ኣብ ላዕሊ እንተጠዊቐ ከኣ ፍሪ ዝኾነ ገንዘብ ሚእቲ ዕስራን ክትናለኒ ከዋፍሮ ዝኽእል እቲ ገዚኤዮ ዘለኹ ግን ዕስራን ሸውዓተን ቅርሺ ከምዘለኒ ከኣ ትሕብረኒ ኣላ። ጠቕላላ ገንዘበይ ግን ሚእትን ሓምሳን ከምዝኾነ ኩሉ ተደማሚሩ ይሕብረኒ ኣሎ ማለት እዩ። እዚ ሕጂ ሓፈሻዊ ናተይ ኢንቨስትመንት ይኹን ናተይ ቫልዩ ገንዘበይ ኣብዚ ትሪኢንት ዋንቱ ዘለኒ ጠቕላላ ዝህበኒ እዩ። ሕጂ ቀሊል እዩ ማለት ኣብ ቴስኮ ብምኻድ ክሸጡ እንተደልየ ማለት እዩ ሰል ክብላ እየ ኩሉ እንተደልየ ኩሉ ክብላ ክእል እየ እንተደልየ ግን ሓሙሽተ ጥራይ ሽጥ እያ ክብላ ክእል እየ ከም ምርጫ እዩ ማለት እዩ ኩሉ ክትሸጦ ኣለካ ኩሉ ትብላ ንምንታይ ኢካ ሸጡ ዘለካ ሜቢ እኹል መክሰብ ስለ ዝኸሰብካ ሜቢ እቲ ገንዘብ ኤመርጀንሲ የድልየካ ዝኾነ ምክንያት ክኸውን ይኽእል ኤኒወይ ሶ ዓሰርተ ቅርሺ ኩለን እተን ሼርስ ዘለዋ ሽጥያ ምስ በልኩዋ ሪቪው ኦርደር ምስ በልኩዋ ሰንድ ሰል ኦርደር ምስ በልኩዋ ኦረዲ ተሸይጣ ኣላ ማለት እዩ። ሕጂ ተሸይጣ ኣላ ኦረዲ ኣብ ፖርቶፎልዮ እንተኸይደ ኢንቨስትድ ዝኾነ ገንዘብ የብለይን ገንዘብ ጠቕላላ ሚእትን ኣርባዓን ትሽዓተን ሓምሳን ኣርባዕተን ኣለኒ እቲ ገንዘበይ ከውፅኦ ይኽእል እየ ብኸመይ ከውፅኦ ይኽእል ኣብዚ ኒየማን ዘላ ሰለስተ ነጥቢ እንተሪኢናየን ኣብኣ ንጥውቕ ሕጂ ኣብዚ ማነጅ ፋንድስ ዝብል ኣሎ ገንዘብካ ማነጅ ፋንድስ ማለት እዩ ኣብዚ ነለትኩ ንዓ ክጥውቀ እየ ዲፖዚት እንተደልየ ገንዘብ ክሓልፍ ይኽእል እየ ከምታ መጀመርያ ዝረኣናየ ኣብዚ ግን ዊዝድሮ እየ ክገብር ደልየ ወይ ከዓ ገንዘብ እየ ከውፅእ ደልየ ሰ ዊዝድሮ ፋንድስ ክብላ እየ ኢሜይልን ፓስወርድን ክሓተኩም እያ ድሓን ናትኩም እቲ ሬጅስተር ዝገበርኩምሉ ማለት እዩ ክንደይ ደልየ ኣብዚ ሱሳ ሓምሳ ጥራይ ድየ ከውጽእ ደልየ ክብላ ክእለ ትልሊ እቲ ቁጽሪ ክጽሕፎ ክእለ ኣብዚ ንኣብነት ኣብዚ ኣርብዓን ትሽዓተን ነጥቢ ሓምሳን ኣርባዕተን ክብላ ክእለ እቲ ሚእቲ ከትርፎ ተደልየ ማለት እዩ ወይ ሚእቲ ተደልየ ሚእቲ ከውጽእ ክእለ ተደልየ ካብ ኩሉ ከውጽእ ክእለ ጸገም የለን ሶ ኮንፈርም ዊዝድሮው እንተልየ ዊዝድሮው ሪኩዌስት ሳብሚትድ ትብለኒ ኣላ ኣብ ውሽጢ ሰለስተ መዓልቲ ገንዘብካ ናብ ባንክካ ክሓልፍ እዩ ትብለኒ ኣላ ሰለስተ መዓልቲ ትብላ ኣለኩ ሓደ መዓልቲ እዩ ዝወስድ ዝበዝሐ ሰለስተ ግን ክወስድ ይክእል እዩ ንምባል ይሶ ኦኬ ኢለ ኦረዲ መደበይ ዓጽየ ኣለኩ ማኒ ኦን ኢትስ ወይ ትብለና ዮር ማኒ ኢዝ ኦን ኢትስ ወይ ትብለኒ ኣላ ኣብ መገዲ ኣሎ ሶ ክመሓላለፍ እዩ ገንዘብ ብዚ ዝኮነ ጸገም ጽባሕ ድሕሪ ጽባሕ ቸክ ምስ ገበርኩዎ ኣብ ባንከይ ሓሊፉ ክጸንሓኒ እዩ ገንዘብ ማለት እዩ ስለዚ እዚኣ ከመይ ጌርኩም ገንዘብኩም ከተውጽእዎ እያ እታ ሞር ከነጽረልኩም ደልየ ዝነበርኩ ወይ ከኣ ከብርሃ ደልየ ዝነበርኩ ብተወሳኺ ኣብቲ ፓይ ከመይ ጌርኩም ትሰርሑን ትሸጡን ግን ኣብ ዝሓለፈ ቪድዮ ሪከርድ ጌርያ ስለ ዝነበርኩ ኣብ ዲስክሪፕሽን ክገድፈልኩም እየ ብተወሳኺ ኣብቲ ፓይ ገዚእኩምዎ ዝነበርኩም ብኸመይ ኤክስፖርትን ኢምፖ ብኸመይ ክትገዝኡን ክትሸጡን ወይ ከኣ ናብቲ ፓይ ክትውስኽሉ ብኸመይ ከኣ ከተውጽዎ ትኽእሉ መግለጺ ኣይሃብኩን ስለ ዝነበርኩ ደኣ ናብኣ ወሲደ ንእሽተይ ኣሕጽር ኣቢለ ከብርሃልኩም ክገልጸልኩም ክፍትን ሕጂ ኣብዚ ኣሎ እዚ ፓይ ኣብ ዝሓለፈ ዝገዛእናዮ ፓይስ ኣለና ኢንቨስትመንት ተደልየ ኢንቨስትመንትስ ኣለኒ ኩሉ ዋፊረ ዘለኹ ስተኩስ ኩሉ ይኹን ክመኽሰብ ዝኸስርኩሉ ብዙሕ ኣሎ ዝኸስርኩሉ ብዙሕ ኣሎ ብኣቨረጅ ግን ኣርባዕተ ሽሕ መኽሰባ ጌርካ ኣለኻ ትብለኒ ኣላ ሕጂ ኣብዚ እንተርኢና ዓሊባባ ጥራይ ሸሞንተ ፐርሰንት ከሲባ ኣላ ፓየ ከይደልየ ኣነ ግን ኣብ ፓይስ ሰለስተ ፓይ ሰሪሐ ኣለኹ ሪስክ ኢንቨስትመንት ኣለዋ ማይን ኢለ ናተይ ኢለ ዝጸሓፍኩላ ማለት እዩ። ኣብዚ ከኣ ግሮውዝ ናይ ዕብየት ኢለ ዝመዝገብኮን ካምፓኒታት ከኣ ኣለዋ። ሕጂ ኣብታ ናይ ዕብየት እንተደልየ ናይ ግሮውዝ ክኸይድ እየ። ኣብዚ ሕጂ ክውስኸሉ ተደልየ ኢንቨስት ክብል እየ፣ ዊዝድሮው ተደልየ ካብዚ ከኣ ዊዝድሮው ክገብሮ ክእል እየ። እዚ ንጹር እዩ። ኣነ ደልየ ዘለኹ ግን ከመይ ጌርኩም ኣብቲ ፓይ ኣእቲኹሞን ዘለኹም ካምፓኒ ፍልይ ኣቢልኩም ገንዘብኩም ከተውጽኡ ትኽእሉ። ኣብ ላዕሊ ሆልዲን ዝብል ኣሎ። ናይቲ ኩላ ፓይ ተኣኪበን ዘለዋ ገንዘብ ኣብ ዘለዋ ነትፍሌክስ ኤንቪድያ ተስላ ኢለ ሰለስተ ካምፓኒታት ጥራይ መሪፀ ዘለኹ ኣብዚኣ ናይ ግሮዝ ናይ ዕብየት ኢለ ማለት እዩ ናይ ቴክኖሎጂ ሕጂ ኤንቪድያ ሰማንያን ክልተ ሚእታዊት መክሰብ ከሲበ ኣለኹ ኢለ ከውፅኦ ምስ ዝደሊ ናይ ግሮዝ ጠዊቐ ኣብዚ ተርእይና ማለት እዩ ናተይ ትራክ ኣለ ሆልዲን ምስ በልኩዋ ኣብ ታሕቲ ይወርድ ሬዋ ኣብዚ ታሕቲ ምስ ወረድኩ ኤዲት ክገብሮ ክእል እየ ፐርሰንቴጅ ቀያይሮ ኣይገድሰኒ ሪባላንስ ኣይገድሰንን እዩ ሞር ኣክሽን ትብል ሰብ ዘይርያ ማለት እዩ እዚኣ ሞር ኣክሽን ትብል ምስ ረኣኽዋ ኢምፖርት እንተይለያ ገዚኤዮም ዝነበርኩ ናብዚ ፓይ ከእትዎም እንተደልየ ማለት ንኣብነት ኢምፖርት ንበላ ኣብዚ ሕጂ ኣቪቫ ናብቲ ኣባይ ክውስኸላ እንተደልየ ኣርባዕተ ክኾና ኣለየ ኣነ ግን ክውስኽ ኣይደለኹን ኤኒወይ ኣርባዕተ ክኾና እየን እንታይ ነይረናኒ ተስላ ኤንቪድያ ነትፍሌክስ ነይርኒ ኣቪቫ ምስ ወሰኽኩላ ናብኡ ክትሕወስ እያ ማለት እዩ ካልየን እንተደልየኸ ኤክስፖርት ክብላ ክእል እየ ኤክስፖርት ኢለ ክሸጦ እንተደልየ ወላ ኣፕል ክሸጦ ይክእልኒ ወይ ተስላ ክሸጦ ይክእልኒ መጀመርያ ካብዚ ውፅኤ ኔክስት ኢለ ኩሉ ኤክስፖርት ግበርለይ ክብላ ክእል ሽዑ ክሸጦ ማለት እዩ ክሸጦ እንትደልየ እምበርከስ ኣውቶማቲክ ክሸጦ ኣይክእልን እየ ኣብ ውሽጢ ፓይ ከላ ሕጂ እዚ እንታይ ደሊ ኣለኹ ኣነ ውሑድ ክሸይጥ እየ ምክንያቱ ካብቲ ፓይ ከውፃእ ስለ ዘለኹ ንእሽተይ ንኣብነት እዚ ንበለን ክሸጦ ከሪኦኩም ጥራይ ማለት ሕጂ ኮንፈርም ዝበልኩዋ ካብ ሲስተም ማለት ካብቲ ፓይ ከተውፃለ እያ ማለት እዩ ካብቲ ፓይ ኣውፅያታ ኣላ ሕጂ እዚ ኢንቨስትመንት ምስ ከድኩ ተስላ ይደልያ ተስላ ኢለ ሰልን ባይን ዝብል ኣለኒ ክልተ ሚእትን ሰብዓን ኣለኒ ኣብዚ ሶሪ ኣብዚ ሰል ዝብል ኣሎ ኣብዚ ባይ ዝብል ኣሎ ሰል እንተኢለያ ኩሉ ገዚኦ ዘለኹ ዘይኮንኩ ትሸጠለይ ካብኡ ኤክስፖርት ክገብሮ ኣለኒ መጀመርያ ክሸጡ እንተደልየ ኩሉ ማለት እዩ ውሕድ የውፅያ ግን ከም ዝረኣኹሞ ንእሽተይ ሓሙሽተ ሼርስ ኣለዋ ኣብዚ ሕጂ ክሸጠን ዝኽእላነ ማለት እዩ ሪቪው ኦርደር ኢለ ሰንድ ሰል ኦርደር ኢለ ኣለኹ ሽጥለ ኢለ ኣለኹ ማለት እዩ ሕጂ ብዚ ከይደ ተመሊሰ ንሳ ትሸይጠላ ንበላ ተስላ ማለት እዩ ተስላ ጠዊቀ ኣብዚ ሰል ምስ በልኩዋ እንታይ ትብለኒ ኣላ ኣብዚ መሲልኩም ፐንዲን ኦርደር ትብለኒ ኣላ ሕጂ ከዓ ፐንድ ኦርደር እንታይ ማለት እዩ ሕጂ ክትሸጥ ኣይትኽእልን እያ ማርኬት ትዕፅው ስለ ዘሎ ማርኬት ክፍት ምስ በለ ግን እዘን ሸይጥኤን ዘለኹ ኣውቶማቲክ ክሸይጣ ቀለን እንተዘይኮይኑ ግን ቀልጢፍካ ሰል ክትብል ኣይትኽእልን ኢኻ ካብቲ ፓይከ የውፃእካ ማለት እዩ So ክቡራት ኣሕዋት I hope ብዙሕ ተማሂርኩም ክትኾኑ ካብዚ ኣቢየ ምኽንያቱ ኣዝዩ ኣገዳሲ እዩ እቲ ዝዓበየ ነገር ከመይ ጌርካ ገንዘብካ ከተሕልፎ ወይ ከተውጾ ናብ ባንክኻ ትኽእል ዝብል ትምህርቲ እዩ so I hope ብዙሕ ተማሂርኩምላ ክትኮን እዚኣ ኣብዚ ቻነል ሳብስክራይብ ዝገበርኩም ጥራይ ኢኹም ትከታተልዎ ዘለኹም ካልእ ዘይፈለጥዎ ብዙሓት ኣሕዋት ክህልዉ ስለ ዝኽእሉ ምስኦም ሼር ብምግባር ወይ ከዓ ላይክን ኮመንትን ብምግባር ነቲ ኣልጎሪዝም ናብ ፍትዋት ኣሕዋት ወይ ከዓ ናብ ካልእ ኣሕዋት ክኸስብልኩም መሃርሉ ስለ ዝኽእሉ ላይክን ኮመንትን ኣይጥዕሞኩም ትብሉ ግዜ ሼር ግበሩ ዶ የቀንየለይ ሰሰናዩ።